ሰላም ሰላም ከመይ ቀኒኹም ዝኸበርኩም ተኸታተልቲ ኣብ ዘለኹምዎ ሰላም ጥዕናን እንዳተመነና እነደሉ ምድላይ መፃምድቲ ዝብል መደብ እዩ ዝሓለፈ ግዜ ተወዳደርቲ ምፅኢና ርኢኹሞም እዮም ተዓዘብኩሞ ሎሚ ኸ ሓድሽ መደብ ናባኹም ናብ ተዓዘብቲ ሒዝና መፂና ኣለና ከምቲ ኩሉ ግዜ ንብሎ ምክታልኩም ንዕድም ጀሚሩ ክሳብ ዝውድእ መደብና ምሳና ክትፀንሑ ብክብሪ ኢና ንዕድም ኮመንት ሳብስክራይብ ሸር ኣይትሕመቑ

ፍጡር የለን እቲ ክትገብሮ እትኽእል ማለትሲ እቲ ናይ ኣቦነት ክትገብሮ ዝግበእካ ነገር ከምዚ ምባል ዘይኮነ ብግብሪ እንተ ኣርኢኻዮ እቲ ከም ኣቦኻ ክትቅበለካ ትኽእል ኩሉ ነገርሲ ከም ሂወትካ በቃ ንዓኣ ከፍቅር ዓቕሚ ካብ ረኸብኩ ነታ ቆልዓ ክጓኒ እንድዒ ኣነስ ሕልና ኣይገብርልይ እቲ ንዓኣ ዝገብሮ ኩሉ ንእታ ቆልዓ እውን ዘድለ። ኣነ ተቐቢለንያ ነይረ ሕጂ እዚኣ ተመሳሳሊ እያ ሕጂ ምስ ናይ የነስ ንዓ ተቐበልኩስ ከመይ ገይረ እየ ንጓላ ዘይቕበል ማለተይሲ ጓላ ጓላ ማለትሲ ጓለይ ማለት እዩ ብልክዕ በቲ ናይ ስጋ እውን ታሽሙ ከማን ጓለይ እኳ ይትኹን ካብ ኣፍቃሪተይ ዝወለደታ ስጋብ ዝኾነት ልክዕ ከም ጓለይ የድርያ ንዓይ ንከም ኣቦኣ ንክትቆጽረኒ ውን እተይ ናይ መጠረሻ ስጋብ መሸላትኪ ስጋብ ደላትኒ ሲ ክገብር እየ ዝብል። እሺ ምናልባት ካልኣይ ቆልዓ ምስ ወለድና እቲ ካልኣይ ቆልዓ ዝውለድ ካባኻ እዩ።
ኦኬ እቲ ዝነበረካ ፍቕሪ ምንክብኻብ እሳ ጓለይ እያ ጓል ቤኒ እያ ግን ንዓይ ስለ ተፍቅረኒ ኢኻ ተቐቢልካያ ሓቀይ ኣብ መጨረሻ ናትካ ቆልዓ ምስ ወለድኩልካ ግን እቲ ኣብኣ ነበረ ፍቕሪ ናብቲ ወድኻ ተገልበጥካዮ ኢኻ
ኣይግምጡለኒ። ክተዳሉ ትኽእል ኢኻ ኖይ እዚኣ እየ እታ ሽሚነ ማለተይሲ ካባይ ምክንያቱ ካብ ካባይ ወ- መጀመርታ እታ ቆልዓ ስታ እታ ናተይ ጎቢዛ ወይ እግሪ ተኺላ ድያ ገለ እያ ትመፀካ ዘላ ካብ መጀመርታ ኣይረኣኻያን ካብ መጀመርታ ውልድ ኣቢለ ወሊደ ቆልዓ ክሕቑፈካ ከለኹ ግን ኩሉ ትጅምር ፍቕሪ ወድኻ ትሓቁፍ ከለኻ ኢኻ ተብኣ ዝነበረካ ኩሉ ፍቕሪ ሓልዮት ናፍቲ ወድኻ ምስ ገልበጥካዮ ኢኻ ማዕረ ክትሪኦም ኣይትኽእልን ኢኻ ወይስ ማዕረ ክሪኦም እየ ከምዚ ከምዚ ክገብር እየ ትብል ሓሳብ ተልይካ ንገረኒ። ኖ ኖ ማለተይ ሕጂሲ ኣነ ኣብቲ እታ ሽሙ ኣብቲ ዕድመን እየ ዘለኹ እሳ ሕጂ ቆልዓ እያ እንታይ ጌረ እንድሕር ነቲ ምሸለካ ቆልዓሲ ንእሽተይ ኣበላት ከይትጸባጸበካ ከምዚ ሺ ንሕ ኖ ንዓ ትንከባኸባ ነበርካ ናብ ወድኻ እንድሕር ቀይርካዮ ግን እንታይ እያ ክትብለካ ሰብኣይ ኣቦይ ሰብኣይ ኣደይ ስለ ዝኾነኪ እዩ እምበር ኣነ እውን ጓሉ ተዝኾን ነይረ ከምዚ ንዕኡ ግዜን ፍቕርን ዝቦ ዘሎ ንዓይ እኮ ከምኡ ሃበኒ ሕጂ ግን ንሱ ወዱ ስለ ዝኾነ ናብኡ ዛዝዩ ኣዳልዮ እያ ክትብለካ

ኣነ ጀርመን ምስ ኣተኹ ግን ኣቦ ጓለይ ማለት እዩ ኣብ ስደት እዩ ዘሎ ሓጋዚ እውን የብሉን ንጓለይ ክብል መስዋእቲ ክኽፍል ኣነ ብገንዘበይ ከፊለ ከእትዎ እየ ከፊለ ከእትዎ ከለኹ ምስኡ ክኸውን ኢለ ኣይኮንኩን ግን ጓለይ ዘኽቲማ ንኸይትዓቢ ኢለ ምስኡ እንዳኸደት ግዜ ንክትሕልፍ ድዩ ንክትራኸብ በቃ ፍቕሪ ኣቦን ምእንቲ ንክትረክብ ኢለ ናብቲ ዘለኹ ዓዲ ኣነ ብናተይ ክሳራ ከእትዎ እየ ምሳኻ ከለኹ ኣብ ሓዳር ከለኹ ምሳኻ ኣብ ናብራ ከለኹ ከመይ ተቐበልዋ እዚኣ ተፍቅድሉ እየ ደኻ ቧእ ኣነ ብናተይ ኣየመፍቀርኩልክን እሺ ዋላ እቲ ከመይ ቀዳማይ ኣፍቃሪኪ እሱ ቀዳማይ ዝወለድኪ ቆልዓ እዩ እወ ምስ ግዜ ምሳይ ኣብ ጎነይ ተልዩ ኣብቲ ዓዲ ምሳይ ምሳይ ብዘይ ብዝኾነ ክትጨቃጨቂ ትኽእሊ ኢኺ እወ ምስ ተጨቃጨቅኪ ቀዳማይ ኣፍቃሪኪ ብዘይ ንሱ ናብኡ ክትምለሲ ስለ ትኽእሊ ፈጺመ ኣይፍቅደልክን እየ ካልኣይ ከኣ ጓልኪ ካብ ካባይ ብሳእኑ ዝተነገር ስጋብ ዘየለ እንታይ እሞ ፍቅሪ እቦ ክትስእን ዶ ኣገሊልኪ ክተምጽዮ ኣይፍቅደልክን እየ። እሺ ክምለስ ተዝኽእል ኔረ ንጓለይ ለምጽየዮ የምበልኩኻን ኔረ እቱ ምስ በልኩ ጀርመን ንዓኻ ገዲፈ ፕሮሰስ ጌረ ንዑ ከምጽእ እኽእል እየ ንባዕለይ ኢለ ተዝሓስቦ ማለት እዩ ኣነ ግን ንዓኻ ንዓ ኢልካ መስዋእቲ ከፊልካ ኢኻ ብሳህራን ገለን ኬድካ ኢኻ ንዓ ኢልካ መስዋእቲ ስጋብ ዝኽፈልካ ኣነ ውን ንዓኻ ኢለ ምሳኻ ይነብር ኣለኹ እየ ምሳኻ እንዳነበርኩ ከለኹ ግን ንጓለይ ኢለ ን ኣቦ ጓለይ ግዴታ ኮምጽየ
መቸም ብዙሕ ኣጨናቂ ነገር ኣይኮነን ተተሳሚዕኻ ዝኾነ ፍታሕ ከዚ ብዙሕ ደጨናቅናኻ ኣይኮነን ስለዚ ብናተይ ከሳራ ገንዘበይ ከፊለ ገለ ከምፆስ ትቕበሎ ኢኻ ማለት እዩ ኣብ ፀገም ደሎ ይኹን ጥራይ ምሳይ ተራዲ ብዘይ ፍቓደይ ብሕኡ ጥራይ ተምፅዮ እምበር ብጋደ ዛምፅዮ ምሳይ ተተራዲኹ ፀገም ዘሎ ይኹን እሺ
ተቃውሞ ይብለይ ማለት እዚ ኩሉ መስዋእቲ ከፊለ ኣነ ነቲ ዘለዋ ፍቅሪ ክከስበሉ ከራብሖ ሪኣ ድሊ እምበር ክንዚ ክጨቃጨቅ ዋና ነገር ምርዳይ ምሳይ ዝኾነ ነገር ዝኾነ ክሳብ ዘየጉደለትለይ ኣብ ርእሲያ ወላ ሓንቲ ታሽሙ የብለይ ጽቡቅ ምግባራ ብጣዕሚ ይሕጉሰኒ ማለት
ምንም ተቆንኦ ገለ ነገር የብልካ ካብዚ ነፃ ማይስ ናይ ቀደም ሰብኣያ እዩ ማዕረ ውላድን ገለን በፂሖም ወሊድላ እዩ ብዘይ ሓደ ነገርስ ኣይኮነትን ከፊላ ተምፅኦ ዘላ ገለ ስለ ዝደለየት እያ ወይ ኣብኣ ኣብ ልዕሊኡ ዘይሃሰሰላ ነገር ስለ ዘሎ እዩ ገለ ኢልካ ኣይትሓስብን?
ከምኡ ክስምዓኒ ይኽእል እዩ ግን ማዕረ ክንድቲ ዘረሓሕቕ ወይ ምሳኺ ከባእሰኒ ዝኽእል ኣይኮነን። እቲ ሓሳበይ ተረዲእኪ ዶ? እወ ተረዲኤካ።
ክሳብ ዝኾነ ነገር ካባኺ ደይሰኣንኩ ክርሕቐክስ ኣይፍትንን።
ኣነ ዝሰማማዓሉ እዩ እቲ ቀንዲ ምክንያት እንታይ እዩ ናትኪ ፅቡቅ ሓሳብ እዩ ፅቡቅ ተበግሶ እዩ ጓልኪ ንከይትዘክትም ፍቅረኛ ኣቦኣ ንክትረክብ ኢልኪ ከምኡ ምግባርኪ ይፀልኦን እዩ ሕጂ ቀንዲ እቲ ወሳኒ ግዳ እንታይ እዩ ፍቅሪ እዩ ታፍቅርኒ ስጋብ ዝኮንኪ ጎነ ጓልኪ ሰብኣያ ክተምፅላ ማለተይሲ ፍቅሪ ናይ ወለዳ ንክትርኢ ገለ ነገራት ኣሎ ምሸ እዘን የጽሉኒ ምሸ የድግፎ ሰለስቲኹምስ ትድግፎ ኢኹም ማለት እዩ ዛላት ብዘይ ኣሰማሚ ኣለዉ ሰለስቲኹም
እሺ ቀጻላይ ሕቶ ማለት እዩ ኣነ ገዛ ከለኹ ወይ ደሞ ካብ ገዛ ወፅየ ኣካል ኣብ ስራሕ ደይ ፀኒሐ ወላ ስቤዛ ክገብር ደይ ፀኒሐ ብዝተፈላለየ መንገዲ ካብ ገዛ ወፅየ ማለት እዩ ኣብ ገዛ ከለኻ ንስኻ ዓራት ኣንጺፍካ፣ መግቢ ሰሪሕኻ፣ ቆልዑ ተሓቛቒፍካ፣ ኣሓጻጺብካ፣ ማይስ በቃ እቲ ናይ ገዛ ስራሕ ምሻሎ ሰበይቲ ትሰርሖ፣ ንሱ ሰሪሑ ክጸንሕ ዝኽእል ኣሎ ካባኻትኩም?
በርህቶ እያ እቲ ሂወት ኣብዚ ዓዲ ኣይኮነን ኣብ ኤርትራ ኣይኮነን ኣብ ኤውሮጳ እዩ ዝኸውን ዘሎ እቲ ሂወት ግዴታ ኢኻ በቲ ናይቲ ዓዲ ሲስተም ኖ ኖ ግድን ብናይ ኤውሮጳ ገለ ይትግበሮ በቃ ሲልካስ ኣብ ሓፈሻዊ ኣብ ሂወት መምርሒ ምሻሎ

ኦኬ እሺ
ኣመስግና እዋ እሺ ሓሊፍካ ኣለኻ
ዋና ነገር እቲ ምክንያት እዩ ከምቲ ዝበለቶ ብስራሕ ወይ እውን ከምዚ ሕክምና መሳሊ ወይ ርሕቕ ዝበለ ቦታ ከምዚታት ምስ ዝኸውን ክትገብሮ ቀሊል ነገር እዩ ብፍቅሪ ትገብሮ ኩሉ ቀሊል እዩ እዚ እስቤዛ ክተምጽእ ከይዳ ካርዲ ካብ ዱካን ክተምጽእ ከይዳ ገለ ክተምጽእ ከይዳ ገዛ እንታይ ሽሙ ክገብር ንዑ ዝኸውን እታ ሕቶ ግን ወላ ንዑ ዝኸውን ወላ ግዜ ገዛ እዩ። ሃልየውን ኣላታ እያ እታ ሕቶ ኣቤት ወላ ገዛ ኮይነ እውን ወላ ኣብ ገዛ ኮይኖም እዋ ኣብ ገዛ ኮይነ እውን ኣነ ሓገዝ የድልየኒ ሰብ ስራሕ ኮይነ ድየ እንተ ወላ ናካል ወጽየ ድየ ወላስ ኣብ ገዛ ሃልየ ኣያ ትብል እታ ሕቶ ንኩሉ እያ ተጠቃልል ኣብ ገዛ ኮይነ እውንስ ግዴታ ን ስራሕ ስለ ዘይከድኩ ኣርሒቀ ስለ ዘይከድኩስ ክትሕግዘኒ የብልካን ማለት እዩ ኣብ ገዛ ኮይነ ከለኩ ውን ትክክል ሓምሳ ን ሓምሳ ከመይ ኢለ ይሕግዘኪ ናብራ ፍርቂ ፍርቂ ፊፍቲ ናትኪ ፊፍቲ ናተይ እያ ኦኬ እሺ እንታይ እና ክገብሮ ዝግበእኒ ይገብር እቲ ናትኪ ድማ ባዕላ ክትገብር እሺ
ናይ ስራሕ ክትወስዳ መስለኒ
ሕጂ ከምቲ ዝበልዎ እቲ ዋና ነገር ምኽንያት ናይቲ ታሽሞ ክፍለጥ ኣለዎ ናይቲ መውጽኣ ምኽንያት። ወላ ከይወጻኹ ወላ ኣብ ገዛ ከለኹ ውን ሕሰቦ ሌላ ስራሕ እያ ትብለና። ኣቤት።
ወላ ኣብ ገዛ ኮይነ ውን። ከይወጸት ውን ኣብ ገዛሲ ሓገዝ ዘድልየኒ እዩ እሞ ዓራት መንጸፍካ ዶ ኣኖ ኣብ ገዛ ከለኹ ጸብሒ ምስ ሰራሕካ ዶ ትብለካ ኣላ። እዚኣ ኣይቕበላን እየ ኣነ። ማለተይሲ

ኣነ ኣብ ገዛ ከለኩ እሞ ዓራት ከንጽፈላ እሞ ጸብሒ ክሰርሓላ እዚ ፍጹም ተኣምር እየ ዝገብር ከይትሓስብዮ ኦኬ
ንበያ እሺ ደሓን
ኣነ ማለት እዩ ነ- በቲ ፀብሒ ሰራሕ ኣለኹ በቲ ገዛ የላዕል ኣለኹ በቲ እውን ኣቑሑት ረሲሑ ቆልዑት ኩሎም ብቻ ይርበሽ ኣለኹ ንስኻ ግን ኮፍ ኢልካ ኣብ ሳሎን ቴሌቭዥን ትርኢ ኣለኻ

ተረዲእካ? ኣዎ ተረዲኣትኒ እንድያ እዚኣ ኣነ ሕጂ። ግን እዚ ኩሉ ናፍቲ ናፍቲ እንዳበልኩስ እንታይ ዓይነት ፍቕርን ሓልዮትን ድዩ ድኣ ኣብ ዘለካ ኣብ ልዕሊይ ድኣ ኮፍ ኢልካ ተለብጅን ትርኢ ዋይስ ፍቕርን ሓልየትንስ የብልካን ማለት እዩ ኣብዚ ሕጂ ሕጂ ቀደም እንድዩ ትስሓ ትብሎ ዘለካ ኣብዚ ሕጂ ሰዓት ግን መዓርነት ዝኾነሉ ግዜ ኣብ ስደት መቸም ጸብሒ ሰሪሐ ኣይክእልን እየ ዝብል ወዲ እንድሕር ሃልዩ ይሓሲ እዩ ግደፉ እሞ ጸብሒ ምስራሕ ክዳውንቲ ከማንስ ከምኦም ዝሓጽብ ገለ የለን ኣብዚ ሕጂ ሰዓት ኣብ ስደት ዝወጸ ወዲ ኦወ ሰበይቲ ምስ ሰኣንካ ምስ ሰኣንካ ከለካ ለሚድካዮ ኣለካ ንዓይ ምስ ረከብካ ግን ክተቋርጾ ኣለካ ማለት ድዩ እቲ ዝከኣልካዮ ናኖ ሕጂ ኣነ ታሽሙ እንዲ እዚ ናተይ ባህርያት እንዲ ወይ ከኣ እዚ ናተይ ክኽእሎ ምሸለኪ ደይክእሎ ነገር ክኽእሎ ይኽእልኒ
ኣይክእሎን እንተልካ ኢኻ ከይከኣልካዮ ትተርፍ እምበር ክትለምድ እንድሕር ንዓይ ተሓልየለይ ኮንካ ክትሕግዘ እንተደሊኻ ካብቲ ኣነ ዝሰርሖ ነገራት ክትመሃር ትኽእል ኢኻ ሕጂ መወዳእታ ነሕጽራ እዛ ጉዳይ

ቅድሚ ንሱ ምውድኡ ማለት ናይ ጓል ፐርሰንት ትፈልጡ እዮም ሰዓን ሓሙሽተን ናይ ወዲ ሃን ዕስራን ሓሙሽተን ናይ ጓል እዩ ዝዱንጊ መብዛሕትኦም ኣወዳት ንሶም ውድእ ምስ ኣብሉ ይእሉ እሞ ናይታ ጓል ስምዒት ኣይርድኡላን እዮም ሕጂ እቲ ናቱ ስምዒት ተጻዊሩ በቃ ዝገበርኩ ገይረ ንዓ ምስ ኣወዳእኽዋ እዩ ዝውድእ ናታ ስምዒትስ ብጣዕሚ እየ ዝርደኣላ ኣነ ስምዒተይ ተቋጻጺረ ናታ ፐርሰንት ልዑል ስለ ዝኾነ ንዓ ወዲኤ ክውድእ ዝብል ወዲ እንድሕር ሃልዩ ብዚኣ ከባኹ ምሳይ ክሰማማዕ

ሓደ ደይኮነስ ኣርባዕተ ሓሙሽተ ክትውድእ ቀሊል ነገር እዩ እዚ ግን ኩሉ ግዜ እንታይ ትልካኒ ንሕና ደቂ ተባዕትዮ ባህርያትና ንፈልጦ ኢና ሓንሳብ ሓንሳብ ትኩስ ኣቢልካ ሕቆይብካ ምድቃስ ኣሎ ፅላኣት ድዩ ካልእ ምክንያት ድዩ ብዝኾነ ክሳብ በዓልቲ ቤተይ ወይ ድማ ዘፍቅራ ሰብ ክሳብ ዝኾነት ስምዒታ ክርደላ ከመይ ዘይክእል

ማለትሲ ነብሰይ ባዕለይ እኔ ትፈልጣኒ እያ ትፈልጦም እኮ ቅድሚ ሕጂ ከ ዘጋጥመኒ ማለት እዩ
ሓያል እየ ክትብል ኮለኻ ኣብ ናይ ምጽናሕ ተው ኮለኻ ድዩ ወላ እንታይ ኦ ማለትሲ ክጸንሕ እኽእል እየ ድሓር እየ ከኣ እወ ሕጂ እታ ሕቶ ታዲያ ምስልካ አዎ። ጸኒሑስ ስምዒቱ ተቋጻጺሩ ቀዲሙ ንዓይ ምስ ወደእኒ ዝውድ እያ ስምዒትካ ተቋጻጺርካ ክትጸንሕ ትኽእል ኢኻ ያ፣ ስጋብ ከ- ኣነ ዝውድእ ኦ ክጸንሕ እኽእል እየ ኣነ ሕራይ ሳናታ ዝነበራ ሕቶታት ወዲኣ ኣላ ዘድልያ መልሲ ሒዛ ኣላ ኢለ እየ ዝሓስብ ኣነ ብዘይ ቀልዓለም ኣዋጢራትኩም እያ ኣብዞም ዝሓለፈ ግዜ ዘምጸክዎም ከማን ክምዚኣ ጌራ ዘዋጠረት ሰብ የላ ምክንያቱ ደቃቅ ነገር ውን ክተርፍ የብላን ናተይ ኢላ ትመርጾ ሰብ ብኩሉ መዳይ በቲ እሳ ትደልዮ ሚእቲ ካብ ሚእቲ ኩንላ ኢላ ስለ ዝሓሰበት እያ ከምዚ ዓይነት ምውጣር ኣርእያትና ንስኩም ውን ሰናፋት ኣይነበርኩምናን መልሲ ንስኩም ከኣ ስቅ ምባል የለን ንዓኣ ክትሓትዋ ትደልዩ ሕቶ
ነጻ ኮንኩም ክትሓትዋ ትክእሉ ኢኩም ንሳ ውን ክትምልስ ትድልውቲ እያ ክንጅምር ንክእል ኢና።

ሓዚ በሊ ጀንቢርክ ዲኻ ኣዎ ሒዘ ኣሎ ኣነ ንስኽና ፍቕሪ ኣብ ሓዳር ከለና ኣዎ ኣይጎሮ ኣነ መገሻ እናገሽኩ ሓደጋ መኪና ኣጋጢሙ ክልተ ኣዒንተይ ስኢነ ድሕሪኡ ደሎ ግዜ ከመይ ንዓይ ክትርእይኒ ትኽእሊ? ኣይኮነን ሰሃ ሰብኣየይ ዝነበርካ ዓይነ ስዉር ኴንካ ንዓኻ ምእካብ ክጠፍኣኒ ማለት እዩ ዓይነ ስዉር ኮይኑ ከሎ ውን ፍቕሪ ሒዘካ እዩ ብምልማድ ውን ተብልካ ዓይነ ስዉር ምዃኑ እንዳፈለጥካዮ ከለኻ ነዚ ሰብ ይደልዮ እየ ንዓይ መጻምድተይ ክኸውን ኢልካ ኣቕሪብካ ተፋቒርካ ኣብ ካልእ ነገር ክትበጽሕ ትኽእል ኢኻ ኣይኮነን ንዓኻ ብጡዕ ኢልካ ዝፈልጠካ ስለዝስ ኣነ ንዓኻ ከምኡ ኢልካ ከለኻ
ንኽእክበካ ኦኬ እሺ።
ቅድሚ ኣዋርድ ሰብ ብጣዕሚ ናይ ስራሕ ሰብ ድፉዕ ነይሩ ምስ ኣዋርድ ግን ቶታሊ ካብ ስራሕ ኣቋሪፅሉ ኣሎ ምክንያቱ ተረዲኤካ።
ዓ- ናይ ዓለም ብርሃን ኣቋሪፁ ኣሎ ሕጂ ኣብቲ ሰብ ዝነበረ ከረኣየ ይጎድሎስ ከም ዝነበረ ይኸውን ኣነ ይጎድልን ኢለካ ኣይኮነን ንስካ ብጥዑይ ካብ ዝፈልጠካስ ኢለካ ሓደ ሰብ መፂኡ እውን ዓይነ ስውር ኮይኑ እውን ኣነ ከፍቅሮ ክእል እየ እንድሕር ፍቅሪ ሒዙኒ ምሱ ምዃኑ እንዳፈለጥኩ ከለኹስ ኣሚነ ክኣትዎ ክእል እየ ኣይኮነን ብጥዒታ ዝፈልጠካ ስለዚ ኣየሸግረንን ኣየሸግረንን እዩ ጎለ ወላ ሓንቲ ጎል ዝነገር የለን እሺ ካብታ ሕቶ ከይወፀና ኣነ እውን ዶ ተመሳሳሊ ሕቶ ክሓተካ እሺ
እታ ኩላ ዝበልካያ ምድጋም ኣየድልዮን እዩ ኣነ ተዝኸውን ነይረ ከ እንታይ ምገበርካ እዋእ ኣረዊን ድጉድል ምክንያት የብለይን ተኽኢለ ኣብ ናይ ገዛ ኮፍ ኣቢለ ሰራሕተኛ ኣምፅኤ ኣነ ስርሐይ ውዒለ እሳ ኣብ ገዛ ዘሎ ኩሉ ትሽፍን ኣላታ ሰራሕተኛ እሳስ ብዘይካ ናይ ነብሳ ፅሬትን ገለ እንተዘይኮይኑ ካልእ ዝሰርሑ ስራሕ ኣይመን ስራሕ ከምኡ ዓይነት ኣረኣያ ስለ ዝነበረት እያ ዝሓቶ እዚኣ ማለት እዩ እወ ካብኡ ደሞ ክመልአልካ ማለት እዩ ዓይነ ስውር ክሰርሐ ይኽእል ማለት ኣይኮነን እወ ክሰርሕ ይኽእል እዩ እወ ኣብ ገዛ ኮፍ ኢለ ሰራሕተኛ ክገብረላስ ኣይትበል ጋዝ ብገለ ክትውላዕ ደይትኽእል ትኸውን

ወላ ኣብ ገዛ ከለዉ መጽሓፍ ሰብ እንዳንበበለ የድቅስ ማለት ማዘረይ ናይ ምንባብ ጸገም ኣለዋ ግን ዓው ኢላ ከምዚ ዕላል ወይ ልቢ ወለድ ወይ ገለ ተንበለይ እሞ ወይ ተዘንትወለይ እሞ ይድቅስ ኩሉ ግዜ ይኹም ወላ ቀትሪ ይኹንኩም እየ ሕጂ ስኺ ድማ ምስዚ ሕጂ ሓረይኪ ዘለኹ ኣብ ዝኾነ ይኹን እዋን ክድቅስ ከለኹ እዚኣ ዝበልኩኽያ እቲኣ ምኽንያት ሓንሳብ ሓንሳብ ድማ ደቂ ሰባት ይድብረና እዩ ብደይ በኣኻ ይድቅስኒ ነዚ እታ ሽሙ ዘስዒርኪ ምሳይ ዘለኪ ምቕፃልነት ከመይ ትግምቲ ወይ ድማ ክትገብረልካስ ይኽእል ዶ ኣነ ዝኸብድ ኣይመስለንን ማለት ንባዕለይ እውን መደቀሲ ይኾነኒ እንዳብ ግቦ ከብኡ ከለኹ ንዓ ከደቅሰካ ናይ እውን መደቀሲ ይኾነኒ ብፍላይ ከምዚ ልቢ ወለድ ዛንታ ገለ እንድሕር ኮይኑ ፅቡቕ ነገር እዩ ዝኣርኒ ከብደንን እዩ

ኖርማሊ ክሳብ ንዓኻ ደስ ከብለካ ኢለ እንድሕር ሓሲበ ዘይገብሮ ነገር የብለይን ንስኻ ውን ንዓይ ከምኡ ኢልካ ስለ ተብሎ ናይ ክልቲና ስምዒት እዩ ዝውስኖ እዚ። ኦኬ ሕጂስ ተሰማሚዕክና ማለት እዩ። እወ ሽግር የብሉን።
ኩዕሾ ምርኣይ ይፈቱ እየ ኣነ ብጣዕሚ እየ ኩዕሾ እንተ ድካታተል ሕጂ ቆጸራ ምሳኺ ከለና ናይታ ጋንታይ ሰዓት ከኣ ኣብታ ቆጸራ ተትኸውን ነታ ናትኪ ቆጸራ ገዲፈ ናብታ ቁዕሾ ተዝኸይድ እንታይ እዩ ውሳኔ ምወሰንኪ ሽዑ?
ሓቂ ክዛረብ እንድሕር ኮይነ ኣነ ውን ኩዕሾ ይከታተል እየ ኩዕሾ ይርእ እየ ስለዚ ብሓንሳብ ምራና እዚ ናይ ኩዕሶ ዘባእስ የብሉን። ጽብቕቲ

እያ ወላ ንዓይ ክትርዳእኒ ትኸል ደጋፊት ዩናይትድ ዳኣ ክደሊ ተኾይነ እምበር ብሰንኪ ኩዕሶ ትፈትሓ
ኣይ ብሰንኪ ኩዕሶ ከኣ ክፈትሐካ ኣይደልን እየ ኣብቲ ናተ ተኣትዊ ኣይ ኣብቲ ናተ ኣትየ ይድግፍን እየ ግን በቃ እንድሕር ተሳዒሩ መፅዩ ማለት እዩ እታ ጋንቱ ተሳዒራ ተመፅያ ብተኻእለን መጠን እንድሕር ዝኹሪ ብጣዕሚ ዝሓርቕ ገለ እንድሕር ኮይኑ ከረጋገኦ ወይ ደሞ ስቕ ኢለ ክደቅስ ተዘይኮይኑ እምበር ብኩዕሶ ኢለ ይፈትሖን እየ

ኣብ ዝኾነ እየ በቃ ሓንሳብ ሓንሳብ ኮፍ ኢለ ከለኹ ኣይተረድኣኒ ኣነ የዕልል እዚ ብጎነይ ደሎ ከም ዝሸምኩ ፈልጥ ማለት እዩ ሕጂ ምስ ከምዚ ምስ መሓዙትኪ ምስ ስድራኺ ኣብ ዝተፈላለየ ኣጋጣሚታት ምሳኺ ኣብ ዝሃለኹሉ እዋን ከምዚ ከጋጥመኒ እሞ ኣብ ቅድሚ ሰባት ከሕፍረኪ ከለኺ ዝስምዓኪ ስምዒትን ነዚ ክትፈትሒ ትወስድዮ ስጉምትስ ክፈልጥ ምደለኹ ወይ ድማ።
ኦኬ እታ ናይ መጀመርታ ሕቶ ኣነ ይሰማማዓላን እየ ዝተሃራረም ወዲ ደሞ ብዝሓዝካዮ ከኣን ወላ ብኢድካ ገለኩ ከይኮኑ ወስ ክትብልስ ሕጂ ካራ ሒዝካ ነርካስ ብሃራ ጌርካ ትሃርመኒ ማለት ድዩ ኣብ ዝጸንሐካ ኢኻ ጌርካ ትሃርም ዘለካ እዚኣ ይሰማማዓላን እየ ካብ መጀመርቱ ምትህራም ኣገዳሲ ኮይኑ ይስምዓኒ ኣነ ማለት ኮፍ ኢልካ ኢሂን ምሂን ተባሂልካ ክትፈትሖ ትኽእል ኢኻ ዋላ ኣብታ ሽዓ ግዜ ኮፍ ኢልካ ተዘይፈቲሕካዮ ተኾራሪኻ ጸኒሕካ ድሓር ወይ ኣነ ድየ ከቀባጥረልካ ወይ ንስኻ ድያ ከተቀባጥረለይ ናብቲ ዝነበርናዮ ክንምለስ ኢና እቲ ምትህራም ኣገዳሲ ኮይኑ ይስምዓኒ ኣብኣ ይድግፋን እየ እቲ እንትን ዝበልካዮ ግን ተፈጥሮኻ ስጋብ ዝኾነ ኣሜን ኢለ ክቅበሎ ድልውቲ እየ ምኽንያቱ ተፈጥሮ እያ ንስኻ ፈቲሓ ዘምጸኻዮ ኣይኮነን ኣይኮን ናትካስ ከምቲ ዓንቶይ ምልስ ኢለ ክብሎ ዓይኒ ስውር ኮይኑ እውንስ ኣሜን ኢለ ክቅበሎ ኢለ እየ ኣጋጥ ሓደጋ ዘጋጥሞ ናትካ ግን ተፈጥሮ እዩ። ተፈጥራዊ ጉዳይ ስለ ዝኾነ ኣነ ንዓኻ ካብ መጀመርታ ኩሉ ነገር ኣሜን ኢለ ስለ ዝኣትዎ ዘለኹ ንዓይ ኣየጽግመንን እዩ።
ቤላ ሄር ኤክስቴንሽን ጽቡቕ ሂማን ሄር ትስእና ዶ? ሰንተቲክ ወይ ዝጠናነክ ጸጉሪ እንዳ ገዛክን ትሓርቃ ዶ? ንዓኽን ዝኸውን ደስ ዘብል ሓድሽ ዜና ቀሪብናልክን ኣለና። ቀዳማይ ደረጃ ዝኾነ ሂማን ሄር ዘይጠናነግ፣ ዘይረግፍ፣ ዝምሸጥ ፓሌስትራ ክስሓብ ዝኽእል ብሉጽ ጸጉሪ ሂማን ሄር ኣብ ውሽጢ ኢሮባ ቀሪብናልክን ኣለና። ቤላ ሄር ኤክስቴንሽን 100% ናቹራል ስለዝኾነ ወላ ሕብሪ ከተስትዮ ትኽእላ ኢኽን። ቤላ ሄር ኤክስቴንሽን ሂዩማን ሄር ብባንድል ማለት ተሰፍዩ ወይ ከዓ ብክሊፕ ባዕልኽን ኣብ ገዛ ከተልግቦ ትኽእላ ኢኽን። ቁሪ ከይተሃረምክንን ካብ ገዛ ከይወፃኽንን ኣብ ውሽጢ ቁሩብ መዓልቲ ብመንገዲ ፖስታ ኣብ ገዛኽን ክበፅሓልክን ይኽእል እዩ። ቤላ ሄር ኤክስቴንሽን ብኸመይ ይረኽቦ ትብሉ ድማ ብ ዌብሳይት ቤላ ሄር ኤክስቴንሽን ዳት ሾፕ ወይ ከኣ ብ እንስቶግራም ክትእዝዛ ትኽእላ ኢኽን ብ ዋትስኣፕ ኣርብዓን ትሽዓተን ዓሰርተ ሽዱሽተ ሰላሳን ክልተን ዕስራን ሓደን ዓሰርተ ሓሙሽተ ሓምሳን ሸሞንተን ዝኾነ ሕቶ ክንምልሰልክን ድልዋት ኢና። በላ ሄር ኤክስቴንሽን።
ናትካስ ከምቲ ዓንቶ ይምልስ ኢለ ክብሎ ዓይኒ ስውር ኮይኑ እውንስ ኣሜን ኢለ ክቕበሎ ኢለ እየ ኣጋጥ ሓደጋ ዘጋጠሞ ናትካ ግን ተፈጥሮ እዩ ተፈጥራዊ ጉዳይ ስለ ዝኾነ ኣነ ንዓኻ ካብ መጀመርታ ኩሉ ነገር ኣሜን ኢለ ስለ ዝኣትዎ ዘለኹ ንዓይ ኣይጽግመንን እዩ